ልቢ ኣቦታት ናብ ውሉድ ውሉድ ልቢ ውሉድ እውን ናብ ኣቦታት ክምልስ እዩ። ሚልክያስ ምዕራፍ ኣርባዕተ ፍቕዲ ሓሙሽተ ክስካብ ሽዱሽተ መልኣከ ቅዱስ ገብርኤል እውን ልደት ቅዱስ ዮሃንስ ንኣቦኡ ንዘካርያስ ኣብ ቤተ መቕደስ ከበስሮ ከሎ ከምዚ ኢሉ ነይሩ ንሱ ድማ ልቢ ኣቦታት ናብ ውሉድ ንዘይእዙዛት እውን ናብ ጥበብ ጻድቃን ክምልስ ንእግዚኣብሔር እተዳለወ ህዝቢ ከዳልው ብመንፈስን ሓይሊ ንኤልያስ ቀዲምዎ ክኸይድ እዩ ሉቃስ ወንጌል ምዕራፍ ሓደ ፍቕዲ ዓሰርተ ሸውዓተ በዚ ምክንያት እዙይ ድማ እቲ ህዝቢ ቅድሚ ምጽኣት መሲሕ ምምጻእ ኤልያስ ይጽበዩ ነበሩ ንኣብነት ዲቀ መዛሙርቱ ንጎይታና ስለምንታይ እዮም ኤልያስ ቅድም ክመጽእ ኣለዎ ዝብሉ ኢሎም ሓቲቶምዎ ነይሮም። ማቴዎስ ወንጌል ምዕራፍ ዓሰርተ ሸውዓተ ፍቕዲ ዓሰርተ፣ ማርቆስ ወንጌል ምዕራፍ ትሽዓንተ ፍቕዲ ዓሰርተ ሓደ፣ ጎይታና እውን እቲ ይመጽእ ተባሂሉ ዝተነገረሉ ኤልያስ ብዛዕባ መጥመቀ ዮሃንስ ምዃኑ ከም ዘረድኦምን ንሳቶም እውን ከም ዝተረድኡን ቅዱስ ማቴዎስ ይነግረና። ማቴዎስ ወንጌል ምዕራፍ ዓሰርተ ሸውዓተ ካብ ፍቕዲ ዓሰርተ ሓደ ክስካብ ዓሰርተ ሰለስተ፣ የሱስ መጺኡ ኢየሱስ መሊሱ በሎም፣ ኤልያስስ ቅድም ይመጽእ ንዅሉ እውን የቕንዕ እዩ። ግናኸ ኤልያስ ፈጺሙ መጺኡ ኣሎ፣ ከምቲ ዝደልይዎ ገበሩሉ እምበር፣ ኣየለልይዎን እብለኩም ኣለኹ። ሽዑ እቶም ደቀ መዛሙርቱ ብዛዕባ ዮሃንስ መጥምቅ ከም ዝነገሮም ተረድኡ። ድሕሪ ሓደ ዓብዩን ፍሉጥን ሰብ ዝትንስኡ ደጋግ ሰባት በቲ ናይቲ ዓብዪ ሰብ ስም ምጽዋዕ ኣብ ትንቢታት ልሙድ እዩ። ንኣብነት ቅዱስ ዳዊት እስራኤላውያን ዝፈትውዎን ዓብዪ ቦታ ዝህብዎን ንጉሶም እዩ። ቅዱስ ዳዊት ካብዚ ዓለም ምስ ሓለፈ እግዚኣብሔር ደጋግ ነገስትታት ከም ዘንስኣሎም ንእስራኤል ተስፋ ኺህብ ከሎ፣ ዳዊትን ከንስኣልኩም እየ ኢሎም ይብሎም ነይሩ። ባርያይ ዳዊት ድማ ኣብ ልዕሊኦም ንጉስ ክኸውን እዩ፣ ንዅሎም እውን ሓደ ጓሳ ክህልዎም እዩ። ህዝቅኤል ምዕራፍ 37 ፍቕዲ 24 ንእግዚኣብሔር ኣምላኾምን ነቲ ዘተንስኣሎም ዳዊት ንጉሶምን ከገልግሉ እዮም ኤርምያስ ምዕራፍ ሰላሳ ፍቕዲ ትሽዓተ ሕዚ እውን ዝተገበረ እዚ እዩ ኣይሁድ ንኤልያስ ኣዝዮም ይፈትውዎን የኸብርዎን ነበሩ ሕዚ እውን ዘለዉ ኣይሁድ በዓል ፋሲካ ከብዕሉ ከለዉ ንመኣዲ ከቕምጡ ንኤልያስ ኢሎም ሓደ ቦታ ይሓድጉ ብወይኒ ዝመልአ ብርጭቆ እውን የቕምጡ ምምፃእ ቅዱስ ዮሃንስ መጥመቅ ኤልያስ ይመፅእ ተባሂሉ ዝተነገረሉ ስለዚ እዩ ከም ኤልያስ ዝበለ ናይ ኤልያስ ዓይነት ግብሪ ዝዓዪ ነብዪ ክወጽእ እዩ ማለት እዩ። ቅዱስ ገብርኤል እውን ንካህን ዘካርያስ ዝተዛረቦ ነዚ ዘመልክት እዩ። ብመንፈስን ሓይልን ኤልያስ ቀዲምዎ ክኸይድ እዩ። ብሓቂ እውን ንቅዱስ ዮሃንስ መጥመቅን ንነብዪ ኤልያስን ብዙሕ ዘመሳስሎም ነገራት ኣሎ። ኣለባብስኦም ናይ ነብዪ ኤልያስ ኣለባብሳ ኣብ ካልኣይ መጽሓፈ ነገሥት ከምዚ ተባሂሉ ተገሊጹ ኣሎ። ንሳቶም ድማ ንሱ ጸጓር ሰብኣይ እዩ፣ ኣብ ወገቡ እውን ናይ ዓንቀር ዕጣቕ ተዓጢቑ ነይሩ በልዎ። ንሱ ከዓ ንሱ ትስብያዊ ኤልያስ እዩ በለ። ካልኣይ ነገሥት ካብ ምዕራፍ ሓደ ክስካብ ሸሞንተ ትምህርቶም እንትንርኢ ድማ ናይ ክልቲኦም ነቢያት ትምህርቲ ትኹረቱ ህዝቢ እስራኤል ሓጢኣቶም ሓዲጎም ናብ እግዚኣብሔር ክምለሱ ምግባር ክኸውን ከሎ ናይ ክልቲኦም ተግሳጽ ዝመልኦ ነይሩ። ንኣብነት ነቢይ ኤልያስ ናይ እግዚኣብሔር እንተኾይንኹም ናይ እግዚኣብሔር ጥራይ ኩኑ ናይ በዓል ናይ ጣኦት እንተኾይንኹም ከዓ ናይ በዓል ጣዖት ጥራይ ኩኑ እናበለ ሓያል ዘረባ ይዛረብ ነይሩ። ነገስታት ምግሳጾም፣ ነብዪ ኤልያስ ንንጉስ ኣክኣብን ንንግስቲ ኤልዛቤልን ንናቡቴ ርስቱ መንዚዖም ብዓመጽ ስለ ዝቐተልዎ ገሲጽዎም እዩ። ቅዱስ ዮሃንስ ኣፈወርቂ ነዚ ኣስመልኪቱ ኣብ ዝመሃሮ ትምህርቲ ብሓቂ እውን ናይ ቅዱስ ዮሃንስ መጥመቅ ትምህርቲ ምንዋጽ ትእምርቲ ምንዋጽ

ናይቲ መጥመቀ ክብሪ ተዛሪቡ ኣሎ። እንታይ ክትርእዩ ናብ በረኻ ወጻኹም? ብንፋስ ዝወዛወዝ ሸምባቆ ድዩ ወይስ እንታይ ክትርእዩ ወጻእኹም? ልስሉስ ዓለባ ዝተኸደነ ሰብኣይ ድዩ እኒሆ እቶም ልስሉስ ዝኽደኑስ ኣብ ኣባይቲ ነገስታት እዮም ዘለዉ ደኣ እንታይ ክትርእዩ ወጻእኩም ነብዩ ድዩ እወ ካብ ነብዪ እኳ ይበልጽ እብለኩም ኣለኹ እኒሆ ኣነ እቲ መንገድኻ ኣብ ቅድመኻ ጸርግ መልእክተኛይ ቂድሚ ገጽካ እሰድድ ኣለኹ ተባሂሉ ዝተጻሓፈሉ እዚ እዩ። ካብቶም ካብ ኣንስቲ ዝተወለዱ ካብ ዮሃንስ መጥመቅ ዝበልጽ ከም ዘይተንስአ እውነት ብሓቂ ብሓቂ ይብለኩም ኣለኹ። ማቴዎስ ወንጌል ምዕራፍ 11 ካብ ፍቅዲ 7 ክስካብ 11 መልኣከ ቅዱስ ገብርኤል እውን ከምዚ ኢሉ ክብሩ ተዛሪብሉ ኣሎ። ንሱ ኣብ ቅድሚ እግዚኣብሔር ዓብዪ ክኸውን እዩ። ሉቃስ ወንጌል ምዕራፍ 1 ፈድ ዓሰርተ ሓሙሽተ ብፁዕ ወቅዱስ ኣቡነ ሽኖዳ ምንጪ ክብርን ልዕልናን ቅዱስ ዮሃንስ ክልተ እዮም ይብሉ። ቀደማይ ብመንፈስ ቅዱስ ዝመልአ ስለ ዝኾነ ቅድሚ ምጥማቁ ዮሃንስ ናይ እግዚኣብሔር መንፈስ ናብ ብዙሓት ሰባት ከም ዝመፀ ተፃሒፉ ኣሎ። ንኣብነት ዝኣክል ሳሙኤል ንሳኦል ቀቢኡ ዘንገሶ እዋን ናይ እግዚኣብሔር መንፈስ ኣብ ልዕሊኡ ወረደ ተባሂሉ ኣሎ። ቀደማይ ሳሙኤል ምዕራፍ ዓሰርተ ፍቅዲ ዓሰርተ ብቐሊሉ ናይ ዳዊት ብንግስና ዝቐበኣሉ እዋን እንትንርኢ ድማ መንፈስ እግዚኣብሔር ካብታ መዓልቲ እቲኣ ጀሚሩ ኣብ ልዕሊ ዳዊት መጸ ተባሂሉ ኣሎ። ቀዳማይ ሳሙኤል ምዕራፍ 16 ፍቕዲ 13 መንፈስ እግዚኣብሔር ምስ ሳምሶን ይኸይድ ነይሩ ተባሂሉ እውን ተጻሒፉ ኣሎ። ምሳሌ ምዕራፍ መጽሓፈ ምሳሌ ምዕራፍ 13 ፍቕዲ 24 ይኹን እምበር ናይ እግዚኣብሔር መንፈስ መሊእዎ ዝተብሃለ ግን መን እኳ ኣይነበረምን። መጥመቀ ዮሃንስ ግን ብመንፈስ ቅዱስ ዝመልአ ነይሩ። ሓደ ክብርን ዓብዩን ዝኾነሉ ምክንያት እዚ እዩ። ብመንፈስ ቅዱስ ዝመልአ ግን መዓዝ እዩ ነይሩ? ብመንፈስ ቅዱስ ዝመልአ ግና ኣብ ማህፀን ከሎ ኣድኡ ኤልሳቤጥ ናይ እኖና ማርያም ናይ ሰለምታ ድምፂ ኣብ ዝሰምዐትሉ ቅፅበት እዩ። ኤልሳቤጥ ድማ ሰላምታ ማርያም ምስ ሰምዐት እቲ ህፃን ኣብ ማህፀና ሰገረ፣ ዘለለ፣ ተንሰራሰረ። ኣንፈር ሃጸ ኤልሳቤጥ እውን መንፈስ ቅዱስ መልኣ ሉቃስ ወንጌል ምዕራፍ ሓደ ፈቕዲ ኣርባይ ሓደ መልኣከ ቅዱስ ገብርኤል ካብ ማህፀን ኣድኡ ጀሚሩ መንፈስ ቅዱስ ክመልኦ እዩ ኢሉ ዝተዛረቦ በዚ እዋን እዚ ተፈፂሙ ካልኣይ እንትንርኢ ድማ ተጋድሉ እዩ ናይ መንፈስ ቅዱስ ውህበት ኣብ ህይወትና ፍረ ክፈሪ ዝኸእል ንሕና ብተግባርናን ብተጋድሎናን ክንሕልዎ፣ ክንከናኸኖን ክንዓየሉን ከለና እዩ። ቅዱስ ዮሃንስ መጥመቅ ነዚ ግቡእ ገይርዎ እዩ። ቅዱስ ዮሃንስ ዝዓበየ ኣብ በረኻ ብብሕትውና ብበይኑ ናይ ግመል ጸጓር እናተኻደነ ኣንበጣን ናይ በረኻ መዓርን ጥራይ እናተመገበ እዩ። ብፁዕ ወቅዱስ ኣቡነ ሽኔዳ ከምዚ ኢሎም ኣለዉ። ንሱ ኣብ በረኻ ጸሎትን ተመስጦን ትብዓትን ፍርሒ ኣልቦነትን ጽንዓትን እምነትን ተማሂሩ እዩ እግዚኣብሔር ንእነና ማርያም እግዚኣብሔር ንእነና ማርያም ኣምላኽ ጸኒሳ ክትወልድ ኣብ ቤተ መቕደስ ከም ዘዳለዋ ንዕኡ ድማ ንመልእክተኝነት መንገዲ ጸራግነቱ ኣብ በረኻ ኣዳልይዎ እዩ። ንሕና እውን ናይዚኣቶም ነገራት ዋናታት ክንኸውን ናይ ብሕትውናን ትእምርትን ግዜ ክነሕልፎ ናይ በረኻ ናይ ባዕልና በረኻ የድልየና እዩ። መዓርጋት ቅዱስ ዮሃንስ ብዙሓት መዓርጋት ኣለዎ። ገሊኦም ቀጺና ክንሪኦም ኢና። መጥመቀ መለኮት ንጎይታና መድሓኒና ኢየሱስ ክርስቶስ ስለ ዘጠመቖ፣ ካልኣይ ነብዪ ካባይ ቅድሚ ዝነበረን ካባይ ዝበልጽን ይመጽእ ኣሎ ኢሉ ትንቢት ስለ ዝተዛረበ፣ ሳልሳይ ካህን ንህዝቢ ስለ ዘጠመቖ፣ ራብዓይ ወንጌላዊ ዝመሃሮ ትምህርቲ ከም ነብያት ይመጽእ ይውለድ ጥራይ ዘይኮነሲ መውጽኡ እዩ ተወሊዱ እዩ እኒሆ ኣብ ማእኸልኩም ደው ኢሉ ኣሎ ዝብል ብምዃኑ ከም ነገረ ነቢያት ንቕጻዕ መርኮን ንውህበት ምድረ ከነኣን ዘይኮነስ ንቕጻዕ ናይ ዘለኣለም ፍርዲ ገሃንም እሳትን ንውህበት መንግስተ ሰማያት ስለ ዘምሀረ ናይ ስነ ምግባር ትምህርቱ እውን ከም ወንጌል ትሩፋት ዝሰብኽ ምዃኑ፣ ሓምሻይ ርእሰ ኣውደ ኣመት ቅዱስ ዮሃንስ መጥመቂ ኣብ ናይ ብሉይ ኪዳን ሓዱሽ ኪዳን መሰካከሪ ዝነበረ ነብይ ምዃኑ ናይ ዓመት መጀመርታን ናይ ዝበን መለወጫን በዓል ኣብ ዝኾነ መስከረም ሓደ መዓልቲ ዝኽበሩ ክግበር ዝኽሩ ክግበር እቲ በዓል እውን ቅዱስ ዮሃንስ ተባሂሉ ክፅዋዕ ኣቦታትና ወሲኖም እዮም። ቅዱስ ያሬድ እውን ኣብ ዳው ድጓኡ ውስጠ ርእሰ ኣውደ ኣመት ተጽህፈ ተዝካርከ ባርከኒ ኣንስእ በረከትከ ዝኽርኻ ኣብ ርእሰ ኣውደ ኣመት ዝተጻሓፈ በረከትካ ክረክብ ክወስድ ባርከኒ ኢሉ ምስጋናን ጸሎትን ኣብጺሑ ኣሎ። ምስዚ ብምትእሳር መልክኣ ዮሃንስ ድማ ርእሰ ኣውደ ኣመት ዮሃንስ ወላዴ መጥቅእ ወኣብ ቀትየ ይብሉ ሰላም ለስርተ ርእስከ ርእስከ ናይ መጥቅእን ናይ ኣብቅቴን ወላዲ ኣምጻኢ ማለት እዩ እዚ ስም እዚ ዝተውሃቦ ድማ ናይ ዓመት ክብር በዓላት ዝውዕለሎም መዓልትታት ዕለታትን ንምሕሳብ ዝጠቕሙ መጥቅዕን ኣብቅቴን ዝበሃሉ ቁፅርታት ኣብዚ መስከረም ሓደ መዓልቲ ስለ ዝወፁ እዩ ሰምኣት ሻድሻይ ወይ ከዓ ምስክር

ብሓቂ እብለኩም ኣለኹ፣ ካብቶም ካብ ኣንስቲ ዝተወለዱ ካብ ዮሃንስ መጥመቅ ዝዓቢ ወይ ዝበልጽ የለን፣ ኣይተንሰእን ብምባል ነዚ ስም እዚ ኣጽዲቕሉ እዩ። ቅዱስ ዮሃንስ መጥመቅ ንዓና ቅዱስ ዮሃንስ በቲ ዘመኑ ዝነበሩ ሰባት ገሲጹን ምሂሩን ናብ እግዚኣብሔር ኣቕሪብዎም እዩ። ንሕናኸ ኣብዚ ዘመን እዚ ዘለና ሰባት ካብኡ እንታይ ንጥቀም? ክልተ ነገራት ክትጠቀሱ ይከኣል። ንመሃረሉ ይልምነና የማልደና እዩ። ቀደማይ ቅዱስ ዮሃንስ መጥመቅ ይምህረና። ቅዱስ ዮሃንስ መጥመቅ ብቃሉ ብስብከቱ ብህይወቱ ከምኡ እውን ብኣገልግሎቱ ክስካብ ሎሚ ይምህረና ኣሎ። ብስብከቱ ብቃሉ ይምህረና። ሓደ ሰብ ናይ ድሕነት ጸጋ ህይወት ካብ እግዚኣብሔር ንምቕባል ሰለስተ ነገርያት የድልይዎ። እዚኣቶም ድማ እምነት፣ ምስጢራት ምክፋልን ምግባርን እዮም። ቅዱስ ዮሃንስ ካብዚኦም ሰለስቲኦም ዝርያ ትምህርትታት የምህረና። እምነት ቅዱስ ዮሃንስ ኣቦ ንወዲ የፍቅሮ እዩ፣ ኩሉ እውን ኣብ ኢዱ ሂብዎ እዩ። ብወዱ ዝኣምን ናይ ዘለኣለም ህይወት ኣለዎ፣ ብወዲ ዘይኣምን ግን ቁጣዕ እግዚኣብሔር ኣብ ልዕሊኡ ይነብር እምበር ህይወት ኣይክርኢን እዩ እናበለ ሚስጥረ ስላሴ ሚስጥረ ስጋውን የምህረና። እንተዘይኣሚንና እውን ናይ ዘለኣለም ህይወት ከምዘይብና ይነግረና። ሚስጥራት ምክፋል ቅዱስ ዮሃንስ መንግስተ ሰማያት ቀሪባ ኣላ እሞ ተነስኡ፣ እቲ ድሕረይ ዝመጽእ ንሱ ብመንፈስ ቅዱስ ብሓውን ከጠምቐኩም እዩ፣ እኒሆ ሓጢኣት ዓለም ዘርሕቕ ዕያዊቲ ኣምላኽ እናበለ ምስጢራተ ጥምቀት፣ ምስጢረ ንስሓን ምስጢረ ቁርባንን ክንካፈል ይምህረና። ምግባር ሳልሳይ ድማ ኣቱም ውሉድ ኣትማን ካብቲ ዝመጽእ ቁጥዓ ክትሃድሙ መን መዓደኩም እምበኣርሲ ንንስሓ ዝበቅዕ ፍረ ፍረዩ እኒሆ ፋስ ድሮ ኣብ ሱር ኣእዋም ተነቢሩ ኣሎ እምበኣርሲ ጽቡቕ ፍረ ዘይፈሪ ኩሉ ኦም ይቑረጽ ናብ ሓዊ እውን ይድርበ እናበለ ምግባር ክንዓይ ይምህረና የጠንቅቐና እውን ለ ብህይወቱ ይምህረና ካብ ቅዱስ ዮሃንስ መጥምቅ ብህይወቱ ንእግዚኣብሔር ዘሐጉስ ካብ ኣንሽቲ ካብ ዝተወለዱ ዝበልጽ የለን ዝተባህለሉ ስለ ዝኾነ ኣብነት ክንገብሮ ነዚ ክብሪ ዘብቅዖ ነገር ክንምርምርን ብመንገዱ ክንስዕቦን ይግበአና። ካብ ህይወቱ ብዙሕ ክንመሃሮም ዝግበአና ነገራት እኳ እንተሃለዉ ንግዚኡ ጥቂቶም ንርኣ። ትሑት እዩ ቅዱስ ዮሃንስ መጥመቅ ጎይታ ካብቶም ካብ ኣንስቲ ዝተወለዱ ዝበልፅ ኣይተንስአን እናበለ እኳ እንተመስግኖ ንሱ ግን ነቶም ዘለውዎ ፅቡቃትን ዓበይትን ነገራት ኩሎም ዕሽሽ ኢሉ ኣነ ሽራኽ ወይ ከዓ ጫማ ስራኽ ኣእዛንኩ ጫምኡ ክፈትሕ እኳ ዘይበቅዕ እየ ይብል ነይሩ። በዚ ምክንያት እዚ ቅዱስ ያሬድ ዘወጠነ ተርሲተ ክብር ትሕትና ወፍቅር ትህትና ወፍቅር ርእዩ እበዩ ለዮሃንስ እናበለ ናይ ቅዱስ ዮሃንስ ናይ ክብሩ ገጽ ናይ ዓቢነቱ ምንጪ ትሕትንኡን ንእግዚኣብሔር ምኽባሩን ምዃኑ ይገልጽ። እኖና ማርያም ኣብ ጸሎታ ንትሑታት ግን ልዕል ኣበሎም። ሉቃስ ወንጌል ምዕራፍ ሓደ ፍቕዲ ሓምሳይ ክልቴ ከም ዝበለቶ ንሱ ትሑት ክኸውን ከሎ እግዚኣብሔር ካብ ኩሉ ንላዕሊ ኣኽብሮ ናይ ቅዱስ ዮሃንስ ትሕትና ፍልፍሉ ግን እንታይ እዩ ትሕትና ማለት ምንም ነገር ዘይብልካ ምዃን ማለት ኣይኮነን እግዚኣብሔር ብባህሪኡ ትሑት እዩ ጎይታ ካባይ ተምሃሮ ኣነ ትሑት እየ ይብል ናይ እግዚኣብሔር ትሕትና ምንጪ ክብርን በዓል ጸጋን ምዃኑ እዩ ናይ ቅዱስ ዮሃንስ ትሕትና ምንጪ እውን እዚ እዩ። ብእምነትን ብምግባርን ዝዓረገ ዓብዪ ፍረ ዘለዎ በዓል ጸጋ ምዃኑ እዩ። ማንም ሰብ ትሕትና ክረክብ ዝደሊ እንተሃልዩ ክገብሮ ዝግባእ ነዚ እዩ። በዓል ብዙሕ ምግባር፣ በዓል ዓብዪ እምነት ምዃን በቲ እዋን እቲ ትሕትና ምስኡ ሓቢራ ትመጽእ። ኻልኣይ ፍልፍል ድማ ናይ ቅዱስ ዮሃንስ መጥመቕ ትሕትና፣ ናይ እግዚኣብሔር መንነትን ባህሪን ብግቡእ ምፍላጡ፣ ናይ ባዕሉ መንነትን ዓቕምን እውን ምርድኡ እዩ። ንሕና እውን ትሕትና ገንዘብ ክንገብር እንተደሊና ናይ እግዚኣብሔር መንነት፣ ባህሪን ክብርን ዝተኸኣለና ዓቕሚ ንምፍላጥ ምጽዓር፣ ርእስና እውን ዘውትር ምምርማር፣ ድኻምና ምርዳእን ነዚ እውን ደጋጊምና ንርእስና ክንነግራ ኣለና። ጸግኡ ተጠቒሙ ፍረ ኣፍርዩ እዩ። ቅዱስ ዮሃንስ ኣብ ማህጸን ኣዶ ከሎ መንፈስ ቅዱስ መሊእዎ ነይሩ። ንሱ እውን ነዚ ጸግኡ ኣትሪፍሉ እዩ። እዚ ህዝብን ካህናት ዓመፀኛታትን ኣብ ዝነበርሉ በቲ ክፉእ ዘመን ግብረ ሃዋርያት ምዕራፍ ሓሙሽተ ካብ ፍቕዲ ሰላሳ ክስካብ ሰላሳ ትሽዓንተ ክነርኢ ከለና ጻዲቅ ኮይኑ ተረኺቡ እዩ። ንባዕሉ ጥራይ ዘይኮነሲ ንካልኦት እውን በረከት ኮይኑ ነይሩ። ብፁዕ ወቅዱስ ኣቡነ ሺኖዳ ከምዝበልዎ ነዚ ክበቅዕ ዝኸኣለ ናይ በረኻን ናይ ኣኽራን ውሉድ ብምዃኑ ብብሕትውናን ብትእምርትን ብምንዋሩ እዩ። ነፍሲ ወክፍና ካብ ጥምቀትና ቀጺሉ ብዝፍጸመልና ሚስጥረ ሜሮን ኣቢሉ መንፈስ ቅዱስ ይሓድረና እዩ። ነዚ ተጠቒምና ግብሪ ንምዕያይ ንሕና እውን ከምቲ መጥምቅ ናይ ባዕልና በረኻ የድልየና እዩ። ብትምህርትን ርእስኻ ብምግታእን ክንነብር ኣለና። ነዚ ክገብሩ ዝግብኦም ዝኽእሉን ኣብ ገዳም ዘለዉ ሰባት ጥራይ ኣይኮኑን፣ ኣብ ዓለም እንነብር ሰባት እውን በይና እንኾነሉን ብጸሎት ብተመስጦ ቅዱሳን መጽሓፍቲ ብምንባብ ርእስና ብምንባር እነሕልፎ ግዜ ብምምዳብ ቅዱስ ዮሃንስ ኣፈወርቂ ኣብ ናይ ንእስነት ዘመኑ ከም ዝገበሮ መነባብሮ ኣባይትና ገዳማት ክንገብሮ ንኽእል ኢና። ኩነታት ኣመቻችና ናብ ዝተፈላለዩ ገዳማት እናኸና ግዘ ምሕላፍ እውን ጠቓሚ እዩ። ብተወሳኺ እውን ምግብናን ምስተናን ዓለባናን ብልክዕ እናገበርና ነቲ መጥምቀ በዓል ብዙሕ ፍረ ኣብ ዝኾነሉ ጎደንኡ ክንስዕቦ ይግበእና። ሐ ብኣገልግሎት ይምህረና እዩ ቅዱስ ዮሃንስ መጥመቕ ብፁዕ ወቅዱስ ኣቡነ ሽኔዳ ካብ ናይ ቅዱስ ዮሃንስ መጥመቕ ኣገልግሎት ክንምሃሮም ዝግብአና ብዙሓት ቁም ነገራት ኣለዉ ብምባል ነዞም ዝስዕቡ ይዝርዝሩ ቅዱስ ዮሃንስ ዘገልግሎ ንሓፂር ካብ ሽዱሽተ ኣዋርሕ ብዙሕ ዘይበልፅ ግዜ ጥራይ እኳ እንተኾነ ብዙሓት ክብርታት ዓዩ ሓሊፉ እዩ ንሕና እውን ኣገልግሎትና ክንምዝኖ ዝግበአና ብንውሓት ዘይኮነስ ብዕምቆቱ፣ ብውፅኢታውነቱ፣ ብዘፍረዮ ፍረን ብዘምፅኦ ለውጥን እዩ። ቅዱስ ዮሃንስ ከገልግል ከሎ ዕላምኡ ንሰባት ምስ እግዚኣብሔር ምትእሳር እምበር ንሰባት ኣብ ዙሪኡ ምእካብን ምኽባርን ኣይነበረን። ቅዱስ ማቴዎስ ኣብ ወንጌሉ ከምዝነግረና ሽዑ ኢየሩሳሌምን ኩላ ይሁዳን ኩሉ እቲ ዙርያ ዮርዳኖስ እናብኡ ይወፁ ነበሩ። ማቴዎስ ወንጌል ምዕራፍ 3 ፍቕዲ 5-6 ንሱ ግን ኣነስ ንንስሓ ብማይ ኣጠመቐኩም ኣለኹ፣ እቲ ደሓራይ ዝመፅእ ግን ንሱ ብመንፈስ ቅዱስ ብሓውን ከጠመቐኩም እዩ እናበለ እቶም ሰባት ንዕኡ ክስዕቡ ዘይኮነስ ናይ ጎይታና ምምፃእ ተስፋ ክገብሩ ዝገብር ትምህርቲ ይምህሮም ነበረ። በዚ ምክንያት እዚ ድማ ናይ ቅዱስ ዮሃንስ ደቀ መዛሙርቲ ጸኒሖም ናብ ቤተ ክርስቲያን ኣትዮም እዮም። እቶም ቀዳሞት ንጎይታና ዝሰዓቡ ደቀ መዛሙርቲ ናይ ዮሃንስ ደቀ መዛሙርቲ ነበሩ። ስለዚ ኣብዚ ዘመን እዚ ብህዝቢ ምዕጃብ ምኽባር ንዘሐጉሰና ናይ እግዚኣብሔር ዘይኮነስ ናይ በዓልና ሰዓብቲ ከም ፈረሳውያን ከምንደለ ኣገልገልቲ ዓቢ ተግሳጽ እዩ። ንጽብሒቱ ዮሃንስ ምስ ክልተ ካብ ደቀ መዛሙርቱ እንደገና ደው ኢሉ ነበረ። ኢየሱስ ክሓልፍ ከሎ ድማ ጠሚቱ ኒዮ ዕያውቲ ኣምላኽ በለ። እቶም ክልተ ደቀ መዛሙርቲ ክዛረብ ከሎ ሰሚዖም ንኢየሱስ ሰዓብዎ። ዮሐንስ ወንጌል ምዕራፍ 1 ፍቕዲ 35-37 መጽሓፍ ግብረ ሃዋርያት እውን ብዙሓት ናይ ዮሐንስ ደቀ መዛሙርቲ ዝነበሩ ናዩ ጥንቀት ዝተጠመቑ ሰባት ብቐሊሉ ናብ ናይ ክርስትያናት ማሕበር ከም ዝተጸንበሩ ይነግረና። ግብረ ሃዋርያት ምዕራፍ 18 ካብ ፍቕዲ ዕስራን ኣርባዕተን ክስካብ ዓሰርተ ትሽዓንተ ግብረ ሃዋርያት ምዕራፍ ሽዱሽተ ካብ ፍቕዲ ዓሰርተ ሰለስተ ክስካብ ዕስራን ኣርባዕተን ባዕሉ እውን ነዚ ቆይሙ ከምዚ ብዝበለ ልቢ ዝትንክፍ ቃላት ከም ዝገለጾ ወንጌላዊ ዮሃንስ ኣብ ወንጌሉ መዝጊብዎ ኣሎ። ሰባት ናብ ቅዱስ ዮሃንስ መጺኦም ረቢ እቲ ኣብ ማዕዶ ዮርዳኖስ ምሳኻ ዝነበረ ንስኻ እውን ዝመስከርካሉ እኒሆ ንሱ የጠምቕ ኣሎ ኩሉ እውን ናብኡ ይመጽእ ኣሎ ምስ በልዎ ከምዚ ኢሉ መለሰ ካብ ሰማይ እንተዘይተዋሂብዎስ ሰብ ሓደ እኳ ክቕበል ኣይክእልን እዩ ኣነ ክርስቶስ ኣይኮንኩን ግናኸ ቅድምኡ ዝተላእኩ እየ ከም ዝበልኩስ ንስካትኩም ባዕልኻትኩም ትምስክርለይ ኢኹም እታ መርዓት ናይቲ መርዓዊ እያ እቲ ደው ኢሉ ዝሰምዖ ፈታዊ መርዓዊ ግን ብድምፂ መርዓዊ ኣዝዩ ይሕጎስ። እዚ ሓጎስ እዚ ድማ እንዮ ተፈፂሙለይ ኣሎ። ንሱ ክዓቢ ኣነ ግን ክንእስ ይግበእኒ እዩ። ሓቂ እዩ እታ መርዓት ቤተ ክርስቲያን ናይቲ መርዓዊ ናይ ክርስቶስ እያ። ኣገልገልቲ ግብሮም ድማ ነታ መርዓት ናብቲ መርዓዊ ምቕራብ እዩ። ቅዱስ ዮሃንስ ከገልግል ከሎ ብትብዓት እዩ። ንሱ ኣብ ዝነበረሉ እዋን ሄሮድስ ሰበይቲ ሓዉ ኣእትዩ ዝገሰጾ ጠፊኡ ነይሩ። ቅዱስ ዮሃንስ ግን ኣብ በረኻ ከሎ ትስፉው፣ ደፋር፣ ንገጽ ሰብ ዘይደሊ፣ ምዃን ተማሂሩ ነይሩ እሞ ኣትዩ ገሰጾ። ብፁዕ ወቅዱስ ኣቡነ ሽኔዳ ከምዚ ይብሉ፣ ካብ ኣገልግሎት ከዘናግዖ ወይ ከሰናኽሎ ዝኽእል እኳ እንተኾነ ነቲ ዝግባእ ነገር ካብ ምግባር ንድሕሪት ኣይበለን። ኣተሓሳስብኡ እውን ከምዚ እዩ፣ እግዚኣብሔር ከገልግል ፍቓዱ እንተኾይኑ ከገልግል እየ፣ እንተዘይኮይኑ እውን ፍቓዱ ይኹን፣ እቲ ቀንዲ ነገር ሓቂ ምምስካር እዩ። ቅዱስ ዮሃንስ ብዛዕባ ሓቂ ርእሱ ኣሕሊፉ እኳ እንተሃበ ድሕሪ ሞቱ እውን እንተኾነ ናይ ትምህርቱ ድምፂ ንሄሮዶስ ክወቕሶ ገይሩ እዩ። ሓቂ እዩ ብቐዳምነት ድሕሪ ሞቱ እውን እንተኾነ ርእሱ ዓሰርተ ሓሙሽተ ዓመት ዘይራ ምሂራ እያ ሄሮድስ እውን ካብ ሞት ተንስኡ ዝመፅእ ክስካብ ዝመስሎ ድረስ ይፈርሖ ከም ዝነበረ ቅዱስ ማቴዎስ ኣብ ወንጌሉ ፅሒፉ እዩ በቲ ዘመን እቲ ሹም መበለ ኣርባዕተ፣ ዓዲ ሄሮዶስ ኣንቲጳስ ወረይ ኢየሱስ ሰምዐ። ንገላዊኡ ድማ እዚ ዮሃንስ መጥምቅ እዩ ንሱ ካብ ምውታት ተንሲኡ ኣሎ ስለዚ እዩ እዚ ሓይሊ እዚ ኣብኡ ዝዓዪ ዘሎ በሎ ማቴዎስ ወንጌል ምዕራፍ 14 ካብ ፍቕድ ሓደ ክስካብ ክልተ ቅዱስ ዮሃንስ መጥምቅ የማልደልና እዩ ቅዱስ ዮሃንስ ሎሚ ንዓና ንእግዚኣብሔር ንፈተውቱ ብዝሃወ ቃል ኪዳን መሰረት ብጸሎቱ ናብ እግዚኣብሔር የማልደልና እዩ። ቤተ ክርስቲያን እውን ኩሉ ግዜ ሰኣልለነ ዮሃንስ ዮሃንስ ሆይ ለምነና ትብሎ። በኣንተ ዮሃንስ መጥመቅ መሃረና ብእንተ ዮሃንስ መጥመቅ መሃረነ ስለ ዮሃንስ ክትብል መሓረና እናበለት እውን ትጽሊ እያ። ንሕና እውን ገሉ መልክዑ ብምጽላይን ገድሉን መልክኣ ብምፅላይ ዝኽሩ ኣብ ዝግበረሉ እዋን ብስሙ ዝኽሪ ብምዝካር ቸርነት ብምግባር በረከት ንምርካብ ክንካፈል ይግበእና። ካብቶም ንኣሽቱ ንሓደ ብስም ወደ ዲቀ መዝሙር ዝብ ሕልማይ ዘስተ ጥራይ ዘስተየ ብሓቂ ይብለኩም ኣለኹ ዓስዊ ኣይጠፍኦን እዩ ማቴዎስ ወንጌል ምዕራፍ 10 ፍቕዲ 42 ናይ ቅዱስ ዮሃንስ ጸሎትን በረከትን ይሕደረና ኣማላድነቱ ኣይፈለየና ዝነጥበን ዝጎደለን ብኣፈትጓሃን መላእክቲ ይኣርመለይ ወስብሃት ለእግዚኣብሔር